እዛ ንሪኣ ዘለና ኤሪካ ላውሰን እትበሃል ጓል ዕስራን ሓደን ዓመት ብመደብ ንጓላ ንጓል ዓመትን ሓሙሽተ ወርሕን ናብ ህፃናት ዝዕምፁ፣ ዝረኣይዎን ፅቡቕ እዎ ዘይረኣይዎን ክርእይዎን ዝደልዩ። ታይ ገበርለዉ ኤርትራውያን ደላሎ መስለኩም። መዓንጣኺ ፊስቶ ዝበልክኒ ኦቶ። ሕጂ ዓይኒ ስውር ኮንካ ክትመርሓካ ሕረ ገሌላስ እንኩም ወድኩም እለይዎ ኣነ ሰብ ኮይኑ ጽባሕ ንግሆ ንዓይ ምርኩስ ክኾነኒ ኢለ የዕብዮ ነይረ እሞ። ኬፍ ዘለዋ ኸኣ እዛ ማኪኒታኻ። ሰላም ሰላም ሌዲስ ኤንድ ጀንትስ ከመይ ትኾኑ ኣብ ዘለኹሞ ሰላም ክትህልዉ ሰናይ ትምኒተይ እዩ ንሎማዓንቲ እምበኣር ከምቲ ልሙድ ንዓኹም ይበቑዮም ዝበልኩዎም ሓፀርቲ ቪድዮታት ኣኻኺበ ሒዘልኩም መፅየ ኣለኹ መጀመርታ ግን እቶም ነዚ ገዛ ሓደስቲ ዝኾንኩም ሰባት ሳብስክራይብ ክትገብሩ የተሓሳስብ ሳብስክራይብ ምግባርኩም ከምዘይትጠዓሱ ባዕለይ ቃል ይኣትወልኩም ዳይ ናብቲ ቪድዮ ቅድሚኡ ግን ነዛ ቪድዮ ተሓጋጊዝና ሚእቲ ላይክ ነብጽሓያ። Let's go. መዓል ኣሎ
ማክለይቲ ካባ ክትጥቀመላ በላ ሓንሳ ተጠቀመላ ሓቢቢ ኣትርማዲ ኣላትካ ኮይቶ ድሕሪ ሓደ ሰዓት። ኬፍ ዘለዋ ኸኣ እዛ ማኪነይታኻ። የቐኔለይ በል እንካ። እንታይ ደኣ ምስራሕ ኣብያ ትካለ። ኖኖ ተጠቂመላ እምበር ወዲኤ። ግን እንታይ ደኣ እሞ።
ንምንታይ ተጠቂምላ ተረዲእኩም ኣለኒ። ንታሕተዎይ ጫካ ኣማዞን እዩ ተጠቂሙላ። ንኺድ። እቲ ሚዛንኪ ቴስዓ ዝበልክኒ ሓምሳ። ሰብ ናትካ ክበካ ከሎ ማለት እዩ ዝኸውን። እቲ ጸጉርኺ ቆርጫጭ ዝበልክኒ ለምጫጭ። መዓንጣኺ ፊስቶ ዝበልክኒ ኦቶ። ኣበይ ኣሎ ግርማ ቅምጥ ኢልኪ። ሳርማ ቅምጥ ኢልኪ ሳርማ። ሰብ ናትካ ክበካ ከሎ ርኢኽሞ? የሐጉሰካ እየ ኣይኾርየካን እየ ኦኬ ንኺድ ዘወዲ። ሕጂ ዓይኒ ሰብ ኮንካ ክትመርሓካ ሕረገ ሌላስ እንኩም ወድኹም ዕበይዎ ኣነ ሰብ ኮይኑ ጽባሕ ንግሆ ንዓይ ሙርኩስ ክኾነኒ ኢለ እየ የዕብዮ ኔረ እሞ ሕጂ ርኣሞ ስንክልንኡን ከመይ ጌረ እየ ክጾሮ ኣነ ገሌላ ከማንሲ ናብቲ ዝስደድ ኣይሰደደትንን ማለት እዩ ሕጂ ከቢድ እዩ ናይ ኣደይ ማራ እዩ ከቢድ ኩሉ ነገር ናይ ዓባይ ከምዚ ኢለ ክገልፆ ከማን ኣይክእልን እዩ ረዚን እዩ ሕጂ እታ ቀዳሚት ደርፋ ደርፍስ ንምንታይ ኣይኒቲ ትኸውን ገለ ምስ በሉኒ ማሕበራዊ ብዛዕባ ናይ ዓባይ ክደርፍ ደልየ ገለ ምስ በልክዎም

ሕጂ ኩሉ ነገርሲ ካባይ እዩ ክሳብ ዛ ሕጂ ማለት እዩ እንድሕር ዕዳጋ ሓሙስ እቶብስ ናይ ዞባ ደቡብ ክስቀል ተኮይነ ንሰ ድፍን ጓል 87 እዩ ዝብለክ ዘለኹ ቴስዓ ሰዓት ያቶ ማለት እዩ ጓል ቴስዓ ዓመት ኣብ መኪና ከይኣትወኒ ከይርገፀኒ ከምዚ ከይኮነ ደሸ ወፅየ ክምለስ ከለኹ ብፀሎት እያ ትፀንሓኒ በቃ ተጨኒቓ ከምዛ ዝሞትኩ ከምዛ ክሰይ ዝገበርኩ እያ እይ ኢላ ክተልቅስ ገለ ትጸንሓኒ ናብዛ ሕጂ ናብያ መጽየ ዘለኹ ነዛ ኣስመራ በጺሐ መጽየ ክሳብ ብሰላም በጺሐ ወጽየ ዝምለስ ትጽበየኒ እያ ሕጂ እንታይ ንምባል እየ ነታ ፕሮጀክት ሶይ ነታ ፕሮጀክት ነዚያ ደርፊ እዚኣ ክጅምር ከለኹ ሕጂ ብዛዕባ ናይ ኣደይ ክደርፍ እሱ ከኣ በቃ ሓደ መልእክቲ በቃ ክመሓላለፍ እዚኣ ከም ሓወልቲ ትኾነን ወላ ብዛዕባ ማሕበራዊ ክደርፍ ኣለን እሞ ሽዑ ዝመጽእ ከኣ ሓቢርና ንሪኦ ገለ ምስ በልኩም በዓል ኢሰያስ ዕድመን ጥዕናን ሃቦ ዜናዊ ናይ ብሓቂ በቃ ከም ሰብ በቃ ክነግረኪ ይክእልኒ እናቶም መኪና ገይሮም ናብ ዝደለይዎ ናብቲ ዝደለኽዎ እንዳኾካ ወክድባ መፅየ ካብ እንዳኾካ መኪና ከይሽገር ብመኪኑ ኢሰያስ መጺኡ ናብቲ ስቱድዮ ወሲዱ ኣብ ስቱድዮ ከም ድላየ ናጻ ከምዚ ከይከብደኒ ገለ ንምባል ኩሉ ነገር ገይሮም ነዛ ደርፊ ይጅምሩዋ ማለት እዩ ሜሎድን ክሳይ ምስራሕ ማለት እዩ ግጥሚ
ብጣዕሚ ዘሕዝነካ ማለት ትኽክል እዩ ክገልጾ ጸኒሑ እዚ ወዲ ምስ ዓባዩ እዩ ዓብዩ ከምዚ ክነግረና ዝጸንሐ መቐረት ዓባየ እየ እቲ ዝፈልጦ ጥራሕ እዩ ዝፈልጦ ማዕረ ክንደይ ሓብሒቦም ከም ዝዕብዩ ከ ኣነ ንባዕለይ ብኢድ ዓባየይ ስለ ዝዓበኹ ጽቡቅ ጌሩ እዩ ዝርድኣኒ ኦኬ ንቐጽል።

ኦኬ እምበኣር እዛ ቪድዮ ከምዚ ክንሪኣ ዝፀናሕና ሰናይ ምግባር ኩሉ ግዜ ተመሊሱ ናባኻ ከም ዝመፅያ ትምህረና ብትኽክል ኣብ ጉዕዞና ከዓ ከምኡ ዓይነት ተግባራት ክንገብር

ኦኬ እንኳዕ ብሰላም ወፃኺ ነቶም ካልኦት ከዓ መዋፅኦ ይፍጠረሎም ባዕሉ ፈጣሪ ማለት እዩ ኩሉ ካብ ፈጣሪ ኦኬ ንቐፅል እዚኣ ቐፂላ ትመፅእ ቪድዮ ብዛዕባ ኣብ ዩጋንዳ ዘለኹም ደላሎ ትምልከት እያ እስከ ንስማዕ እያ ብሓባር ብንኡስ መልክዑ
ምስዚ ናይ ሱዳን ሽግር ኣብ ኣብ በዓል ዩጋንዳ መጽእ ኣሎ ኣብ ዩጋንዳ ዝግበር ዘሎ ነገራት ብደለልቲ ንኣብነት ክነግረኩም ኣነ ዓሰርተ ክልተ ዓመት ገይረ እቲ ዓዲ ፈልጦ እየ እቶም ዓዲ ምናልባት ከምኡም ክትከውን ዘብህገካ ኣዝዩ ዝድነቕን ዝፍቶን ባህሪ ኣለዎም ሕጂ ዝለምድዎ ዘሎ ብኣና መንገዲ ብኤርትራውያን መንገዲ ግን ብጣዕሚ ዘስካሕካሓካን ዘፍርሓካን እዩ ከማን እቲ ተዋሂብና ዘሎ ክብርን ፅላል ግን ከማን ከይንስእኖስ ናይ ብሓቂ ትጠራጠር ዝግበር ዘሎ ንኣብነት ብቐሊሉ ክነግረኩም እንታይ ገበሩ ኣለዉ ኤርትራውያን ደላሎ መስለኩም ኤርትራውያን ዝካረይዎ ገዛ ይኸዱ ኤርትራውያን ጥራሕ ዘለዎ ገዛ ማለት እዩ ንካልኦት ኣይትንክፉን እዮም ካልኦት ዜጋታት ክጠፍኡ ዶ ኮይኖም ኤርትራውያን ዝነብሩለን ገዛውቲ ከይዶም ነቶም ኡጋንዳውያን እንታይ ብልዎም ነዞም ኣብዚ ገዛ ዝነብሩ ኤርትራውያን ገዛ ክራይ ወስኹ በልዎም ብልዎም እቶም ኡጋንዳውያን ካብ መብዛሕትኦም ዕጉሳት እዮም ዋ ተሰማሚዖም ኣትዮም ናይ ክንዲ ዝወርሒ ከፊሎም እዮም ምሳና ክንዲ ዝዓመት ኣይንብሎም ኢና ብሉ ኖ ኖ ደሓን ኣነ ባዕለይ እንታይ ክብሎም እየ ብልዎም እቶም ደላሎ ኤርትራውያን ካብዚ ገዛ እዚ ውጹ ምክንያቱ እዚ ገዛ ኣነ ተኻርየዮ እየ ወይ ገዚኤዮ እየ ክብሎም እየ ነቶም ኤርትራውያን ሽዑ ፈሪሖም ዳብል ክገብሩ እዮም እብልዎም ሕጂ ገንዘብ መቸም ዘየስደዖ ሰብ የለን ወዲ ዓዶም ከማን ከምኡ ገይሩ እናጨከነሎም ከሎ እቲ ኡጋንዳዊ ክርህርሃሮም ኢልካ ኣይሕሰብን እዩ ገለ ኡጋንዳውያን መብዛሕቶም ሓራይ ከተወስኽዎም ትኽእሉ ክንደዮም ከተወስኽዎም ክንደዮም ዝኸፍልኹም ብሎ ንኣብነት ሰለስተ ሚእቲ ዶላር ንወርሒ ከፍሉ ሽዱሽተ ሚእቲ ዶላር እንድሕር ዘይከፊልኩም ኣነ ስለ ዝኾንኩ ዋንኡ ነዚ ገዛ እዚ ሕጂ ውጹ ክብሎም እየ እቶም ኤርትራውያን ኢሎም ደውጽዎም ብዙሓት እዮም ዘለዉ ገለ ከዓ ኣማራጺ ስለ ዘይብሉ ከዓ ደቁን ቆልዑን ሓዳርን ሒዙ ከዓ ኣብ ጎልጎል ክሓድር ስለ ዘይክእልካ ይኸፍል ማለት እዩ ካብ ዝዓቢ ገበን ኣብ ልዕሊ ህዝብኻ እንታይ ክኸውን ይኽእል ኢልኩም ትግምቱ ሕጂ ኣብቲ መጀመርያ ኢለኩም ነረ እዚ ገበን እዚ ማለት ንሓብተይ ንሓብትኹም ንሓወይ ንሓውኹም ንህዝብና ዘጋጥሞ ዘሎ እዩ ክዝረብ ከሎ ሕጂ ንዓኻ ስለ ዘይበጽሓካ ንዓኺ ስለ ዘይበጽሓኪ ክሳብ ዝበጽሓካ ክትጽበ ኣለካ ማለት ኣይኮነን። መታን ክቃላዕ እሞ ተወዲብና ነዚ ዓይነት ገበን እዚ ተወዲብና ነዚ ዓይነት ገበን እዚ መታን ክንብድሆ እቲ ሓበሬታ ከኣ ናብ ኩሉ ክበጽሕ ስለ ዘለዎ እንደገና ሼር በልዎ ብለኩም ኣለኹ። ኣዝዩ ኣገዳሲ ነገር እዩ እዚ መሕመሚ ነገር እዩ ሰሪሕካ ሰሪሕካ ጓሓላለ እዮም ዝበልዑ ዘለዉ።
ከምዚ ክንሰምዖ ዝጸናሕና ኣብ ዩጋንዳ ዘለኹም ደላሎ ጽቡቕ ግብሪ ኮንኩም ትገብሩ ዘለኹም እዚ ስደት እዩ ነንሓድሕድና ክንተሓላለ ክንተሓጋገዝ እዩ ዝግባኣና እምበር ማዕረ ክንዲ ዝምጭኽኻን ናይ በልዎ ዋእ ተግባርኩም ተጣዕሱ። ኦኬ ንቐጽል
እዚ ኸኣ እንታይ ይበሃል መሲልኩም በሽቀጥቀጥ ክረኣያ ክብላስ ይእረያ ድዩ ዝበሃል

ኦኬ ንቐፅል ኦኬ ፈጣጥ ፈጣጥ ሕክያ ኣንቲ ኮንዳ ኣዘኪርካ እንዳ
ኣንቲ ኮ ዘኪርካ
እዚ ገጣሚ ኣንቲ ኮ ሓወይ ኣብዛ ኣለኻያ ኣለኻ ሰላምታ ዕድመን ጥዕና ንምነየልካ ሓደ ግዜ ኣንቲ ኮ ክነግረካ እየ ስብ ሕጂ ብዙሕ ክሳይ ይገብራን እንዲ ሓደ ግዜ ኣብ ዝኾነ ገዛሲ ተማሂሩ እዩ ኤሌክትሪክ እትወሎም ኢሉ
ኣንቲ እኮ ተማሂሩ
ኢንስታሌሽን ገለ ዝበሃል ብኹም ተመሪቕ እዮም ምራቕ ግን ፕራክቲካል እዩ ገዛ ገይርሎም ልችሲ ሽቓቕ ቆልዑ

እቲ ገዛ ከዋርድ ኣለዎ ዓብ ሰብኣይ ኮፍ ኢሉ ደይቡ ገለ ክገብር ክተናኸፍ ገለ መለ ካብዚኣ እያ ተደርቢሻ ትኸውን ገለ እናበለ ዝተላሓፀት ነገር ረኺቡ ነዚ ሰብኣይ ብድሕሪ ኢድ ወደቕ በሉ ካብቲ ዱብ ምስ በለ ሰብኣይ ሰብኣይ ኣንቲ ኮ ደሎ ኩነታት ራይ

ነዚ ወዲ ግን ብልቢ ቤተሰብ ኣብ ቀረባ ተሃልዮምሲ ማይጨሎት ሓደ ክልተ ሸውዓተ ተዝወስድዎ ጽቡቕ ነይሩ ከምዛ ዝሪኦ ዘለኹ ክደኸላ እዩ ወዲ ሹቕ ኦኬ ንቐጽል እዛ ንሪኣ ዘለና ኤሪካ ላውሰን እትበሃል ጓል ዕስራን ሓደን ዓመት ብመደብ ንጓላ ንጓል ዓመትን ሓሙሽተ ወርሕን ናብ ህፃናት ዝዕምፁ ፔዶፋይልስ ወይ ድማ ናይ ትሕቲ ዕድመ ቆልዓ ዝዕምፁ ሰባት ከም ዝሸጠታ፣ ድሕሪኡ'ውን እታ ቆልዓ ኣብ ክልተ ሽሕን ዕስራን ሰለስተን ሬሳ ምስ ተረኽበ፣ ኣብ ነብሳ ናይ ሽዱሽተ ሰባት ዲኤንኤ ከም ዝተረኽበ፣ ሽዱሽተ ሰብኡት ማለት እዩ። እቲ ጸያፊ ነገራት ምግባር ከይኣክል፣ እዞም ሰባት እዚኦም ነዛ ቆልዓ ብኣስካሕካሒ ኣገባብ ከም ዝቐተሉዋ፣ ናይ በይዝቦል መጻወቲ በትሪ ገይሮም ከም ዝሃረሙዋ'ውን እቲ ኣብቲ ናይ ፖሊስ ዝተረኽበ ውጽኢት ይግለጽ። ዝሕዝን ነገር እዚኣ ኤሪካ ላውሰን ትበሃል ኣዲኣ ነዛ መዋቲት ህጻን ኮይና ዘላ ኣብ ሶሻል ሜድያ ንጥፍቲ ከም ዝነበረትን ትእትዎም ቪድዮታት ኩሎም ምስ ቆልዓኣ እናተጻወተት እናተዘናገዐት ማዕረ ክንደይ ከም ተፍቅራን መሲላ ኣብ ሜድያ ትቐርብ ምንባራን ድሒሮም ፖሊስ ብዘጻረይዎ ግን ናይ ዕጸፋርስ ወይ ናይ ሓሽሽ ግዝእቲ ከም ዝነበረት ስለዚ ድማ ነታ ቆልዓ ከም ዝሸጠታ ሓቢሮም በዚ ጉዳይ እዚ ኤሪካ ኣዲኣ ነዛ ቆልዓ ማለት እዩ እንድሕር ምሉእ ብምሉእ ገበነኛ ኮይኑ ቤት ፍርዲ ረኺብዋ ናይ ሞት ፍርዲ ክበጽሓ ከም ዝኽእል እውን ሓቢሩ ኣሎ። እዚ ፍጻመ እዚ ኣይኳንዶ ኣደ ሓደ ጸላኢየይ እትብሎ ክሓርደካ ዝመጽእ ዘሎ ሰብ እኳን ውላድካ ምስ መንጠለካ ንኸምኡ ክገብሮ ክውዕሎ ይክእልን ኢልካ ትኣምነሉ ነገር እዩ። እግዚኣብሄር ከማን ብዓቢኡ ከምቲ ኣደ ንውሉዳ እተጸናንዕ ኣነ ከጸናንዓኩም እየ። ኢሉ ከም ኣብነት ዝጠቐሳሲ ኣደ ከምኡ ክትገብር ከቢድ ነገር እዩ።
ሓሲብኩሞ ኣለኹም እንታይ ዓይነት ጭካነ እዩ ንሓሸሽ ክትብልስ ናይ ገዛእ ጓላ ክትቀትል ኧረ በስመኣም። ኦኬ እምበኣር ክብራት ተኸታተልቲ ንሎምዓንቲ ዝሓዝናዮ ቪድዮ ነዚ ዝመስል ኔሩ